ሰላም ቤተሰብ ንሎሚ ዝኸውን ሓድሽ ፊልሚ ሒዝናልኹም መጺእና ኣለና ፊልምና ንምጅማር ድማ ንቻናልና ሳብስክራይብን ንቪድዮና ላይክን ብምግባር ፊልሚና ንጀምር ታሪኽና እንትጅምር ላውራን ጂንን ዝበሃል በዓል ሓዳር ንርኢ ኣለና ላውራ ናይ ሹፍ ክእለት ዘለዋ እንትኸውን ጆን ድማ ጠበቓ እዩ ዝሰርሕ ነይሩ ክልቲኦም ድማ ቆልዓ ትሕዘሎም ሰራሕተኛ ንኣለሹ እዮም ኣብዚ ማእኸል ድማ ኣና ትበሃል ጓል ይላለዩ ኣና ጓል ዕስራን ሓደን ዓመት እንትኸውን ወይተር ሰሪሓ እያ ትናብህ ላውራ ድማ ብናይ ተፈጥሮ ምኽንያት ማህፀና ጥንሲ ምሽካም ኣይክእልን እዞም በዓል ሓዳር ዘለዎ መማረፂ ማህፀን ምክራይ እዩ ነይሩ ንኣና ምስ ኣናገርዋ ድማ ኣና እውን ሕራይ ትብሎም እሞ ኣና ማይክ ዝበሃል ኣፍቃሪ ስለ ዝነበራ ንኽልቲኦም ድራር ብምግባር ዘረበኦም ይጅምሩ። ኩሎም ምስ ተስማዕምዑ ድማ ናይ ሕክምና ስራሕ ይቕጽል። ብዙሕ ከይጸንሐት እውን ኣና ትጠንስ እሞ ካብ መዓልታት ንደሓር ኣና ናብ ጆን ዝሰርሐሉ ቦታ ትኸይድ እሞ ከይዱ እንትሓታ ድማ ካብ ሆስፒታል ዝመልሰኒ ሰብ ስለ ዝሰኣንኩ ናባኻ መጽኤ ትብሎ እሞ ጆን ድማ ናይ ባዕሉ ቆልዓ ስለ ዝተሸከመ ሕራይ ኢሉ ናብ ገዛኣ ሒዝዋ ይኸይድ። ኣብቲ ሽዑ ሰዓ ጆን ንማይክ ይረኽቦ እሞ ጆን ከም ዝተረድኦ ድማ ኣብ ክልቲኦም ጎንፂ ከም ዝነበረ የስተውዕል ኣብቲ ሽዑ ምሽት ኣና ናብ ላውራ ትድውል እሞ ማይክ ከም ዝወቕዓ እውን ትዛረባ ብእውን ድማ ቅድሚ ናብኣ ምድዋላ ናብ ፖሊስ ከም ዝደወለት እውን ትነግራ ጆን እውን ስለ ናይ ኣና ድሕነት ስለ ዘጨነቆ ሓደ ናይ ጋሻ መቐበል ገዛ ስለ ዝነበሮ ቆልዓ ክሳብ ትወልደሎም ምስኦም ንክትፀንሕ ይዛረባ ብእውን ላውራን ጆንን ኣና ስራሕ ንክተቋርፅ ይዛረብዋ እሞ ምክንያቱ ድማ ነቲ ቆልዓ ጥዕና ክብሉ እዮም ቤተ ስርሓ ትኽፈሎ ዝነበረት ገንዘብ እውን ባዕሎም ከም ዝህብዋ ይዛረብዋ እሱ ጥራሕ ዘይኮነ ድማ ሓድሽ ማኪና እውን ይገዝእላ ምስ መሸወ ድማ ላውራን ጀኑን ድራር ኣብ ደገ ንምብላዕ ይዳለዉ እሞ ኣና ድማ ፎቶ ክስእለኩም ትብሎም ኩሎም ከይዶም በይና ኣብ ገዛ ምስ ተረፈት ድማ ኣብቲ ናቶም ሰውነት መሕፀቢ ብምእታው ኣብኡ ትሕጸብ። እሱ ጥራሕ ዘይኮነ ድማ ናይ ላውራ ክዳውንቲ ምልካዕ ትጅምር። ኣና ናብቲ ገዛ እንትመጽእ ፈራሕ ኣይነበረትን ነይራ። ኣብቲ ዝቕጽል መዓልቲ ድማ ኣናን ጆንን ናብ ዋግዑ ነበሩ። ኣብዚ ማእኸል ኣና ናይ ጆን ኢድ ትሕዞሞ ናይቲ ህፃን ምንቅስቓስ ንክርኢ ኣብ ከብዳ ተትሕዞ። ጆን እውን ኸቢድዎ ዝነበረ ቀልጢፉ ኢዱ የልዕል እሞ ምስ መሸወ ድማ ኣና ብሕቡእ ንኣፍቃሪኣ ትረኽቡ ኢቲ ናይ ሓደ ምሸት ባእሲ ናይ ብሓቂ ዘይኮነ ናብቲ ገዛ ንምእታው ዝገበርዎ ሽርሒ እዩ ነይሩ። ሽዑ ድማ ማይ ሓደ ምኽሪ ይመኽራ። እቲ ህፃን ንዓበየ ምስ መፀ ከብደይ ክኽእለለይ ኣይከኣለን ብምባል ብዙሕ ገንዘብ ተቐበልዮም ይብላ እሞ ኣና ድማ ኣብ መጀመርታ ነቲ ሓሳብ ምቕባል ሕራይ ኣይበለቶን ነይራ። ምኽንያቱ ድማ እቶም ሰባት ብጣዕሚ እዮም ዝንከባኸብዎ። ማይክ ድማ ክሳዳ ብምሕና ሓሳቡ ንክትቕበል ይነግራ። ጆንን ላውራን ድማ ኣብ ገዛኦም ምድላው ገይሮም ስለ ዝነበሩ ላውራ ኣብ መድረኽ ወፂኣ እናተዛረበት ናሃለወ ኣና ናይ ላውራ ክዳን ተኸዲና ናመፀት ትርእያ። ላውራ እውን ንምንታይ ተኸዲንክዮ ትብላ እሞ ኣና እውን ከም ዝሰንበደት ብምምሳል ይቕሬታ ተሓታ። ካብቲ ፕሮግራም ንደሓር ድማ ኣና ፍርቂ ሰውነታ ጥርሓ ብምውፃእ ኣብ ሳሎን ደቂሳ ንርእያ ኣለና። ጆኒ እውን ናብቲ ክላስ ይኣቱ እሞ ናብ መደቀሲ ክፍላ ንክትኣቱ ይዛረባ ኣና ተላዒላ ገጹ ትስዕሞ እሞ ናብ መደቀሲኣ ትኣቱ ሽዑ ምሸት ሓያል ማይ ነዋቕዐ ስለ ዝነበረ ቤቲ ንፋስ ምኽንያ ሓደ መስኮት ወዲቑ ይርኢ ንዕኡ ንምዕራይ ይኸይድ እሞ ኣብቲ ሽዑ ሰዓት ድማ ኣና ክዳና እናውፅአት ይርእያ ኣብቲ ዝቕፅል መዓልቲ ድማ ላውራ ናብ ካልእ ዓዲ ጉዕዞ ስለ ዝነበራ ጉዕዞኣ ትቕፅል ኣና ድማ ላውራ ኣብ ዘየለትሉ ክሳኽዐለይ እዩ ኢላ ብምሕሳብ ተንኮላ ትቕጽል። ጆን ብዝተኻእሎ ዓቕሚ ካብኣ ንምርሓቕ ናፈተነ እዩ። ኣብ ስራሕ ምስ ኣተወ ድማ ኣና ንጆን ትኽክል ዘይኮነ መልእኽቲ ትሰደሉ። እሱ ጥራሕ ዘይኮነ ቪድዮ እውን ትሰደሉ። ብእውን ድማ ከይሕለፉ ዘይክእሉ መስመር ንሓለፈት እያ። በጃኺ ጠጠው ኣቢሊ ይብላ እሞ ኣና ድማ ደጊመ ሓደ ቪድዮ ትሰደሉ። ጆን ካብ ስራሕ ምስ ተመለሰ ድማ ኣና ፍርቂ ሰውነታ ጥርሓ ብምውጻእ ናጨፈረት ይረኽባ። ጆን በጃኺ ጠጠው ኣቢሊ ነዚ ነገር ዘልዓልኩ ኣነ ተኾይነ ግን ይቕሬታ ይብላ። ብዘይተሓሰበ ድማ ላውራ ካብ መገሻ ትምለስ እሞ ኣና ምንም ከም ዘይገበረት ብምምሳል ክዳና ተኸዲና ንላውራ ተቐበላ። ኣብቲ ዝቕጽል መዓልቲ ማየ ኣና ቴሌፎን ኣየልዕልን ስለ ዝበለቶ ናብቲ ገዛ ይመጽእ ብእኡ እናወቕዐ የፈራርሓ እሞ ሓሳበይ ተዘያሳኺዕክለይ ብተንኮል ናብዚ ገዛ ከም ዝመጻእኺ ክዛረብ እየ ይብላ ኣና ብዝገበራ ነገር ትሓርቕ እሞ ናብ ማይክ ብምሸት ብምኻ ብኻራ ወጊኣ ትቐትሎ ኣና ኣብቲ ሆስፒታል ኣብ ትርከበሉ መዓልቲ ላውራ ንከይትነብር ናይ ስራሕ ፕሮግራም የብዝሑላ ወዶም ኣብ ዘይግብኦ ቦታ ብዘይምቕማጡ ላውራ ተሓርቕ እሞ ኣና ድማ ላውራ እንተሓርቕ ትሕጎ ብተደጋጋሚ ንጆን ትድውለሉ እሞ እሱ ጥራሕ ዘይኮነ ናብ ስራሕ ቦትኡ እውን ኣልኮል ሒዛትሉ ትመጽእ ኣና ምስ መረራ ንጆን ዘይትንከባኸበኒ እንተኾንካ እዚ ቆልዓ ሕዘዮ ክጠፍእ እየ ትብሎ እሞ ብኣና ዝተደናገረ ጆን ድማ ናብ ሮሎንድ ዝተባሃለ መሓዝኡ ይደውል እሞ ስለ ኣና ሓደ ሓደ ነገር ኣጻረየለይ ይብሎ መሓዝኡ ከም ዘጻረየሉ ተኾይኑ ድማ ኣነ ኣብ ዓሰርተ ሽዱሽተ ዓመታ ተኣሲራ ነበረ። እቲ ምኽንያት ድሞ ሰብኣይ ኣዲኣ ኣገዲዱ ዝደፍራ ከም ዝነበረ ምስ በዝሓ እውን ብመቐስ ወጊኣ ከም ዝቐተለቶ እዩ ነይሩ። በዚ ምኽንያት ድሞ ኣብ ናይ ኣእምሮ ሕክምና ኣትያ ከም ዝነበረትን ዓሰርተ ሸሞንተ ዕድመኣ ምስ መልአት ግን ካብቲ ሆስፒታል ከም ዝወፀት ይዛረቡ። ኣብቲ ሽዑ ለይቲ ጆን ድቃስ ኣብይዎ ናብ ሳሎን ይመጽእ እሞ ኣነ ኣብቲ ሶፋ ኮፍ ኢላ ይረኽቦ። ብእውን ሓደ ግዜ ሰዓመኒ ትብሎ እሞ ጆን ድማ ድሌት ከም ዘይብሉ ይዛረቦ። ኣና ስለ ዝሓረቐ ነቲ ገዛ ምርባሽ ትጅምር እሞ ሽዑ እውን ላውራ ካብ ዝደቀሰቶ ትለዓል። ኣና ድማ ናብ ክሽነ ብምእታው ካራ ተውፅእ እሞ ንጆን ኣፈራርሐቶ ነበረት። ላውራ ስለ ዝደናገራ ጠጠው ኢላ ናርኣየቶም እያ። እቲ ባእሲ ምስ ኸበደ ድማ እቶም ጎራብቲ ፖላይስ ይጽውዑ እሞ ኣና እቶም ፖላይስ ምስ መጹ ምሕሳዋ ትጅምር። ምስ ጀን ጽቡቕ ናይ ፍቕሪ ግዜ ከም ዘሕልፉ ዝነበሩን ንከይ ትዛረብ ድማ ከም ዘፈራርሓን ትዛረብ። ሽዑ ኣና ናብቲ ዝገዝኡላ ማኪና ትኣቱ እሞ ገዲፋቶም ትኸይድ። ጆንን ላውራን ድማ ናተቋየቑ እዮም። ጆን ብኽንደይ ለመናን ንላውራ ከረድኣ ይፍትን እሞ ላውራ እውን ትኣምኖ። ላውራ ድማ ወደይ ክስእን እየ ኢላ ብምሕሳብ ዘይኸውን ነገር ትውስን። ጆን እውን ሕራይ ይብላ ምስ ኣና ኹን ትብሎ እሞ መጀመርታ ሕራይ ኣይበላን ነይሩ። ናይ ሰበይቱ ለመና ግን ሓሳቡ ንክልውጥ ይገብሮ። ኣብቲ ዝቕጽል መዓልቲ ድማ ጆን ኣና ናብ ዘለትሉ ቦታ ይኸይድ። ንክስዕማ እንትሓቶ እውን ጆን ድማ ድሕር ከይበለ ይስዕማ እሞ ብእውን ሚስ ላውራ ከም ዝተባእሰን ካብኡ ንደሓር ምስኣ ከም ዘይራኸብን ይነግራ። ሚስ መሸወ ድማ ጆን ናብ ሰወይቱ ላውራ ይመጽእ። ኣና ብድሕርት ናተኸተለቶ እያ። ኣና ሽዑ ተሓርቕ እሞ ኢቲ መውለዲ ግዜኣ ከም ዝበጽሐ ናይ ድምጺ መልእኽቲ ትሰደሉ። ጀን ምስ መሓዝኡ ናብ ሆስፒታል እንትመጽእ ኣና ውሽጢ ኣይነበረትን። ኣሊሾም እንትስእንዋ ድማ መማረጺ ስለ ዘይነበሮም ናብቲ ናይ ቀደም ገዛኣ ይኸዱ። ኣብቲ ናይ ማይክ ገዛ እንትኣትዉ ድማ ብጣዕሚ ይስንብዱ። ናይ ማይክ ሬሳ ኣብኡ ብምጽንሑ እቲ ገዛ ጨንዩ እዩ። ብተመሳሳሊ ሰዓት ድማ ኣና ንላውራ ንምቕታል ኣብ ገዝኦም እያ ነይራ። ላውራ ድማ ነቲ ዝውለድ ቆልዓ ዘዳለወቶ ገዛ ተበላሽዉ እንትረኽቡ ብጣዕሚ ትስንብድ። እሱ ጥራሕ ዘይኮነ ነታ ድሙ ቀቲላ ኣብቲ ናይ ህፃን መደቀሲ ኣቐሚጣቶ ጸንሐ። ኣና ድማ ብኩሉ ዓቕማ ንላውራ ምውቓዕ ትጅምር። ኣብዚ ማእኸል ናይ ብሓቂ መውለዲኣ ይበፅሕ እሞ ላውራ እውን ሕክምና ይግበረላ። ኣና ግን ኣበይ ከም ዘላ ኣይትፍለጥን። ናይ ጆን መሓዝኡ ከም ዘፃረዮ ተኾይኑ ድማ ኣና ኣብ ካሊእ ሆስፒታል ብፅቡቕ ከም ዝወለደትን ብድሕሪኡ ግን ውላዳ ሒዛ ከም ዝጠፍኣትን ይዛረቡ። ጆንን ላውራን ድማ ናብቲ ናይ ቀደም ገዛኣ እያ ከይዳ ትኸውን ኢሎም ብምሕሳብ ንኣና ኣለሻ ናብኡ ይኸዱ። ከም ዝሓሰብዎ ድማ ኣና ኣብቲ ገዛ ምስ ወዳ ደቂሳ ትጸንሖም። ጆን ሸሊኹ ብምእታው ድማ ነቲ ህጻን ቀስ ኣቢሉ ብምልዓል ንምውጻእ ይፍትን። ኣና ካብዚ መጺኣ ዘይተብሃለት ብደሓር መጺኣ ወቒዓ ተውድቖ እሞ ድሕሪ ብዙሕ ባእሲ ድማ ጆን ነቲ ህጻን ሒዝዎ ይወጽእ እሞ ኣብቲ ማኪና ውሽጢ የቐምጦ። ላውራ ሞተር እንትውልዕ ድማ ኣና መሳርሒ ብምሓዝ ኣብ ቅድሚት ጠጠው ትብል። መጀመርታ ኣና ተኪሳ ትስሕቶም እሞ ላውራ ምንም ድሕር ምባል ስለ ዘይደለየት ጎይያ ብምኻድ ንኣና ገጭያ ትቐትላ። ታሪኽና እውን ኣብዚ ይውዳእ። ፊልምና ዝፈተኹሞ ድማ ላይክን ሳብስክራይብን ብምግባር ቤተሰብ ኩኑ።